ናትና ሄር ዮር ቢዩቲ ኢዝ ኣወር ዲዩቲ።
እቲ ሓጢኣተኛ ጻድቕ። እቲ ቅድሚ ሕጂ ንሕልምኻ ንበር ዓሰርተ ክልተ መምርሒታት ዓወት መራግእቲ ዝብላ ናይ ስነ-ልቦና መጽሓፍቲ ብምቕራብ በንበብቲ ዓቢ ተቐባልነት ዝረኸበ ጸሓፍን ደራስን የማነ ብርሃ እነሆ ሎሚ እውን እቲ ሓጢኣተኛ ጻድቕ እትብል ስነ-ልቦናዊት ልብወለድ ኣቕሪቡልና። መጽሓፍ እቲ ሓጢኣተኛ ጻድቕ ካብ ኮንትነት ርሒቕና ሕይወትና ትርጉም ብዘለዎ ስጉሚ ንኽንጓዓዝ መንገዲ ዓወት እተርኢ መጽሓፍ እያ። መጽሓፍ እቲ ሓጢኣተኛ ጻድቕ ካብ እምነትና፣ ማሕበራዊ ሕይወትና፣ ስነ ልቦናናን ኩለንትናዊ ኣካይዳናን ካብ ቄናን መንገዲ ውጺኣ ናብቲ ቅኑዕ መንገዲ ብርሃን እትውልዓልና መጽሓፍ እያ። ነዛ ትርጉም ዘለዎ ሕይወት ንኽንጓዓዝ እትሕግዝ መጽሓፍ ንምግዛእ ኣብ ሰሎሜ ወርልድ ኦፍ ሾፕ ጀርመን ተወከሱ እቲ ሓጢኣተኛ ጻድቕ

ኣንታ ደቦጭ መብራት ዳኣ ደሓን ድያ ኣብቲ ቀብሪ እኳ ማዕድ የርእየያ ነይረ ንዓይ በለለይ ሚእቲ ሜትሮ ተረፎ ጎያያ ይመሲለ ኢለ ኣለኹ እምበር ንሳ ዳኣ እታ ክትከውን ሓማት ተመን ትመስል ኣላ ኣይ ሓማት ደመንማ መሲላ ወዮ ደኣ ለባምን ጽብቕትን እያ እምበሪ ሓማት ተመንን ርጉድን ሲነታ ዊንታ ትግደፈላ ንኣ ደኣ ዓሳ ነባሪ ቀይርናላ እንዲና ዋ ኣንታ ደቦጭ እቲ ዋዛ እምበር ትሰቢልካ ኣንታ ክኢለዮ ዶ ዋይ እንታይ ገብር ኢልካ እኒኻ ዕድለይ ኮይ ዋ ሬሳ ጉድጓድ እንዳኣተወስ ምስ ተሓጎስ ዓጀው ትብሉ ኣንታ ሓጎሰ ዓጃው እንዲ ብዛዕባ እታ ወረኛ ሰበይቱ እንዲ ዘዕልል ነይሩ ኣንታ ከመይ ዝበልዋ ሰበይቲ እያ እዚኣ ኣንታ ናታ ይበልኩኻ ዋ ሬሳ ኣብ ጉድጓድ እንዳኣተወ ስለምንታይ ትዕልሉ ነርኩም እየ ዝብለካ ዘለኹ ውሕጂ ሰዶ ደኣ እምበር ሓጎስ ለኪምኒ ከዓ እብለካ ኣለኹ እታ ብዘይብኡ እውን ዋዕ እዝጌ እናተባሃለ እኳ ኢኻ ቴሌፎን ትድውል ነርካ ኣንታ ከመይ ዝመስሎ ከዓ ኢኻ ካብቲ ናይቲ መዋተ ንላዕሊ እኮ ብዛዕባኻ እየ ዝበኪ ነይረ ወረ መዓስ ኢኻ ሰብ ክትከውን እንተይ ይሓታትት ኣለኹ እንታይ እንታይ ኢኻ ተሓታትት? መዓስ እየ ሰብ ዝኸውን ናሉ? ኣይ
ዋዛ ተኻኢልለይ ድዩ? ክኢልካዮ ዶ ክትብለኒ ይጸናሕካን ዋይ ኣንታ ኣነት ወግዕቲ ሒዝካዮ እየ ዝብለካ ዘለኹ ዋ ንስኻ ሲ ነቶም ንኣሽቱኻ ዓገብ ትብል እምበሪ ንስኻን መሰልትኻንሲ ኣብኡ ሕንሸኽሸኽ ትብሉ ወይ ክትዛወሩ ዲኹም መጺኹም ኣኽፊኤ እምበኣር ኣታ ስማዕ እስከ መዋትስ ንዓኻ ወዲ ሓወቦኻ ማለት ንኣይ ሓወይ ዘይኮነን እዩ ተጋጊ ተጋጊ
እወ ንሱ እዩ ዝኽእሎ እዩ ዝኽእሎ ሞት ከመሰራቂ ትመፅእ ይብሉ ነይሮም ኣባ ቀሺ ሞት ሰላሕ እንዳበለት ናብ ኩላህና ትመፅእ ምህላዋ ክንዳሎ ከም ዘለና ነቂሕና ንፅድቂ ዝኾነና ቋፂርና ክንፀንሕ እዩ ዝንገረና እዩ ንስኻን መሰልትኻን ግን ተሌፎን ትድውል ትቕበልን ኔርካ ኣብየት ምጾታት ኣብየት ምጾታት መቸም ጌጋ ተረኺብካለይ እስካ ከምዚ ርጉም ቦሊስ ከምዚኣ እናገበርካ ኣኻ ትኹብኩበኒ እንዳበልካ ተጋጌ ደይብለየ ኣለኹ ፈለማይካ መዓስ ኮይኑ ኣብ ናይ ወዲ ሓትናኻ ቀብርሲ ጸሊም ካቦት ጻዕዳ ነጸላ ኣብ ክሳድካ ጌርካ ክትሓዝን ዝግብኣካ ደይኮንካን ከጸናንዑኻ ንዝደወሉልካ በዓል ኣቦደም ወድኻ ኣታ ኣቦደም ወደይ ሀ ነቲ ትካል መክፈሊ ግብሪ ዝኸውን እባ ገንዘብ ስደደለይ ትብል ዝነበርካ እዚ ኩሉ ሰብ ክዓ ዝሰምዓካ ወይለይ ኣንታ ኣነ ከይፈለጥኩ ዶ ቤት መዝገብ ትሰርሕ ኣለኻ መዓስ ኢኻ እዚ ኩሉ ጌጋይ መዝጊብካዮ ኩሉ ግዜ ትጋገ ኣነ ከዓ ኩሉ ግዜ ምዝግቦ ብውሽጠይ ከዓ እብለልካ እንታ ወየድ ኣይትሰምዕን ኢኻ እምበሪ ዓሻ ግርማ ኣለዎ ዓርካ ዓሻ ከፊእዎ ኣሎ እዩ ነገሩ ደቂ ሎሚ ንሰምዕ ዶ ኢልካ እናኣኻ

ኣይሙት ኣታ ረቢ ሕጂ ከዓ ኣቢል ሓወይ ኣይመፅን
ኣቲ እንታይ ፈሊጠ ኢልክን እየ ዘረባ ሰብ ከዓ ምስማዕ ኣቢ ቤላ ስራሕ የስርሕ ዘለኹ ረስዑኒ ሕጂ እያ ገንዘብ ትእከብ ኢልኒ ኣወ ዕነ ዕድለኛ እዚ ኣቤል ወደይ ሲናብ ንቡር ህይወቱ ተመሊሱ ኣነ እኮ ቀደም ቆልዓ ከሎ ንፉዕ ሰራሕተኛ ከም ዝኸውንሲ ይርዳእኒ ነይሩ እዩ ዝወዲ ዋይ ኣብ ከተማ ሌባ ኾንካ ምንባርን ቀንጠመንጢ ምስራሕ እንዲ ከዓ ትንቢት ተቖፂርለይ ትንቢት ከምዚ ናተይ ዓብ ተኾነ እዩ ኣታሮ ብላስ ቬጋስ እኮ እውይ ሓቂ ኣላ ዊንቱ
ቀደም ብቆልዓ ኮላ ባባስ እታ ፋስ ክቐብልኒ ኢልዋ ላስፋስ ዲኻ ዝበልካ ኢላቶ ላስፋስ ሕጂ ክትርጉሞ ከለኹ ላስቬጋስ ኣብ ሓሳባ ነይሩ። ኣውሮፓ ሓወይ ክዝክር ዋ ከመይ ኢልካ ዘኪርካዮ ኣነስ ስጋባ ረቢ ምስክረይ ማሚ ዋ እንታይ እሞ ቬጋስን ፋስንስ እንታይ ፍልልይ ኣሎ ነፀላ መንደቕ እንድዩ
ትደልዮ መዝንጋዓኪ ሮቤል ወደይ ሓፍትኻ ዶ መዓልቱ ትናሓዘን ዝገበረቶ ክነግረካ ዕፅና ዋ ማማ እዚኣ ተነጊርክዮ ናብ ዝኾነ ምሳኽ ከም ዘይከይድ ፍለጥ ስኹም ደበለ ኣነዳ ከም ዝሞደን ዝብርሃን ከምዘን ንሓዘንተኛታት መታን ክሪኣ ኢለ ገፀን ሸፊነን ብሓንቲ ዓይነን ተሓቢኡ እንዳጠመታ ዓው ኢለን ዝበኸ ከምኡ እንዳደረኸ ኦይ ንዓዳ
ባዕላ ሓብትኻ ቅድሚ ሕጂ ናብ ዝኾነ ነገር ምሳይ ንዕናይ ክብላ ከለኹ ምስማዕ እንድያ ትኣቢ ነይራ ሕጂ ኸ ወላ ሓንቲ ስለ ዘይትፈልጥ ናብቲ ውዒ እንዳሓዘ ነፀላኣ ከይገምጠለት ከምዚ ተኹላ ኣብ ማእከልን ዝኣተውን ኣባጊዕ ዝብለካ ዘሎ
ዋ ማማ ከማያ ተዓላል ከማያ ኣብዚ ስቕ ደብል ወዲ እያ ቀፅል ጓለይ ማማ ናይ ምልከተካ ንስኻ ራ መፍቶትካ ሓቅኻ ቀፅል ሽዑ ኣነ ኸኣ ኣብለካ ከየስተውዓልኩላ ስለ ዝኣትኩስ ርእይ ተበልኳስ ኣብዛ ጽፍሪ እኮ ኢያ ክኣ ትደሊ ኣብዛ ጽፍረይ ክኣ ትደሊ ደሓንትኡ እታ ሓንቲ ቆልዓ ሓንቲ ጓል ጽዋዕ ኣቢላ ቅርብ ኢላ ሓፊርክላ ክመስለኒ እዚ ውዑይ ሓዘን ስለ ዝኾነሲ ነጻላ ከገምጥልዮ ኢላ
ኣላ ዊንታ መጠለል ሪኢኺ ኣብ ማሕበራዊ ህይወት ናይ ሕብረተሰብካ ዘይምስታፍ እሱ እዩ ጸገም ማሚ ዋላ እቶም ሓዘንተኛታት ኣብ ናይት ክለብ ናይ ላስ ቬጋስ ዝዛናግዑ ዘለዉ መሲልዋ ኸውን ሓቅኻ ከመይ መሲላታ ዘላ
ደሓ ካብ ድሕር ሕጂ ናብ ዝኾነ ንዕናይ ተይልክኒ ዝኸደልኪ ከይመስለኪ ድሕር ከዓ ንስኹ እኳ ኢኹም መኽተርኢኒ ዝግባእ ኣነሲ ብጀካ ኣቁሑት ምሕፃብ እንታይ ይኽእል እንታይ ይኽእል እስከ ሓቅኺ ሓቅኺ እዚኣስ ዊንታ ጓለይ በሊ ድሕር ሕጂ ባዕልኺ ለይስኪ ባዕልኺ ላፊኺ መጎጎኺ ወሊዕኪ ጣይታኺ ክትውፅእ ሓዳር ገዛ ከዓ ዕዮ ናይ ገዛ ሰጥ ኢልኪ ክትምሃሪ ኢኺ ኣንቲ ጓል መን ክትበሃሊ ጓል ደቦጭን ጓል መብራትን ከምዚ ክትኮኒ እንድዕኸ
ማሚ ኣነ ዝፅልእ ነዞም ሓደ ሓደ ኣብ ደገ ዘለዉ ኣሕዋትና እዩ ቦም ኣይትምፅኣኒ ከይትትንክዮ ወ ማሚ ፅንሒ እሞ ንሕሙም ቤተሰቦም መሐከሚ መዐንገሊ ዘይሰደዱሲ ኣብ ቀብሪ ቪድዮ ካሜራ ክካርዩ ከለዉ እየ ዝፀልእ ንቐብርስ እንታይ ሰነድ ኣድልዎ ኢኺ? እውይ
ዕላም እንዲኻ ደኣ ዘኪርካ ንረብሽ እኮ ሓደ በዓል ካሜራ እንታይ ኢሉ ገይሩ ኣብ ስምዒት ድዩ ኣትዩ ዋላስ ናይቶም ቀባሮ ሓዞኒ ኣደንጊፅዎ ሙሉእ መዓልቲ ኣእጋር ናይ ሓዘንተኛታት ጥራይ ክስእል ውዒሉ ኣብ ኤዲት ርኢ ተበልካስ መዓት ኣእጋር ጥራይ
እንታይ ክትብሊ እበር ንኣሞ እንታይ ሰነድ ክኾኖ
ከምዚ ተዋሳእቲ ክሰኣሉ ከለዉ ካት ኣክሽን እንዳበሉ ዝደጋግሞ ከምኡ ክደጋገመላ ደልያ ትኸውን ኣንተ ቆልዓ ሬሳ እኮ ክቡር እዩ ድሓር ከዓ እዚ ትብልዎ ዘለኹም ናይ ካሜራ ነገር ብሃይማኖት ኮነ ብልልን ባህልን ሕብረተሰብና ፅቡቕ ኣይኮነ ጌጋ እንታይ ዓይነት ልምዲ እዩ ዝኸ ኣብኡ ዘሎ መስሓ ክነግረኩም ኣይክእልኒ እተን ሓዘንተኛታት ካሜራ እንድሕር ናብእን ቅርብ ኢላ መታንቶም ናይ ደገ ወፃእተኛታት ኣዝማድ ክርእዩለ ገጥ ኢለን ግጥሚ ሓዊሰን ጫጭ ኢለን ኣብዚ ባይታ ፈፈፈፈፈፈ ወይን ድብላ እዋይ ሓሶት ወይ ሓሶት ኣበይ ኮን ክርኢ ዮ ንስብ ጠቢር ክትፈልጥ ድያ ኢሎምና ሰላምታት እረ ኣነ ዝፀልእ ሲ ክቐብሩ ኢሎም ዝኸዱ እሞ ኣብ ኮንቴነርን ኣብ ኣግራብን ተሰቒሎም ነቲ ናይ ቀብሪ ስነ ስርዓት ዝዕዘቡ ፅላኣለ ሲሌማ ወይ ከኣ ኮስት ሽክለታ ትረኺብሲ ዋይ ኣኽፊእኻ ኣኽፊኦም ወዲኻ ኢለካ ጨው ዝሳዩ ንበሎምሲ
ሓቅኺ እንዲኺ ማማ ሰብሲ ንመርዓውን መርዓትን ክርኢ እምበር ይማጣጠር ሬሳ ንጉድጓድ ክኣቱ ክትርኢ ኢልካስ ከምዚ ኢልካ ትማጣጠር ጉዳም እኳ እዩ
ኣታ ዓንዳይ ያ ወይ ደኣ ሞታ የቕንእኒ እምበር ኣነ ኣብዛ ቀብሪ ቀኒኤ እየ ተመሊሰ። ኣንታ ሕጅስ ገለ ክትዛረብ ኢኻ እዋ ቀብርኻ ኣቕኒእካ ኣታ እቲ ናይ ስድራ ቤት ሓሳብ እኮ ይቕንእኒ ዋ እንታይ ነይሩ ድዩ እንታይ ዘቕንእ ነገር ነይሩ እዋይ እዋይ እዋይ እዋይ ኣታ ብገዛእ ቀብርኻ ዝተባህለን ዝተገብረን ጠፊእካ እዝግሄር እባ ይጸልኢልካ። ምጽላእ ደኣ ምሳኻ ምስ ተዓራረኽኩ እንድዩ እዝግሄር ጸሊኡለይ። ኣታ እቲ እ እቲ ነንሓድሕድኩም ምትሕግጋዝኩም እንታይ ንግበር ምባልኩም እዩ ኣቕኒኡኒ ስድራቤት ማለት ርኢኻ ኣለኻ ከምዚ እዩ ዓንዳይ ሓወይ ከምዚ ዝበለ ናይ ሓጎስን ሓዘንን ምትእኻብ ዘይተሓጋገዝና ደኣ መዓስ ክንተሓጋገዝ ግን እ ንፉዕ ሰብ ለባም ሰብ ዝወዳድበካ ክህሉ ኣለዎ እዚ ተግባራት እዚ ከዓ ርኢኻ ኣለኻ ናብ ደቅኻ ይሓልፍ ይ ዓንዳይ ስማዕ እስኪ ምሳይ ምኻድካ እኮ ለባም ክትከውን ሓጊዝካ እዩ እቲ ካልእ ዘሐጎሰኒ ከዓ ርኢኻ ኣለኻ ኣብቲ ድሕሪ ቀብሪ ዝነበረ ናይ ቡፌ እንግዶት እዩ ኣንታ ገሊኣ ገሊኣ እኮ ተሰቲራ እኳ እያ ኣብ ዘይትፈልጦ ሓዘን እዚ ክሳብ ዓስሩን ኣርባዓን ትቕለብ ኣነስ ንሱ እንዲ ዝገርመኒ ዘሎ ነቲ ሓዘንተኛ ስድራ ሲ እንታይ ኮይና ኢና ዘይንሓልየሉ ዘለና ኣታ እቲ ሰብሲ ባዕሉ ሓድሽ ሓድሽ ባህሊ እንዳምፀኤ ኣብ ፀገም ዝሽመም ዘሎ ስማዕ እስከ ሓዘንካ ኣብ ዓሰርተ ክልተ ተዓጸኻስ መን ዶ ኣብ ኣርብዓ ዘይዓጸኻ እብለካ እዩ። ኣየወ ኣየወ መንገፊ እግሪ ዶ ገለመለ ዶ ገለመለ ዶ እንዳበልና ርኢኻ ኣለኻ ናብ ዘይተደልየ ባህልን ልምድን ንእትዎም ዘለና ንሕና ባዕልና ኢና። በል ንሱ እዩ ዘተሓማምየና ዘሎ ከኣ እብለካ ኣለኹ። እምበር እዛ ናይ ቡፌ እንጉዶት እኳ እዚኣ እዚኣ እዚኣሲ ክትተርፍ የብላን። ዋእ ኣንታ ከም ሽንቲ ገመድ ንድሕሪት ዲኻ ትምለስ ጽቡቕ ዶ ክትዛረብ ኣይጸናሕካን እቲ ናይ ቀብሪሲ ናይ ቡፌ መደብ እዩ ዋእ። ወራድ መርዓ ድና ውዒልና ኣብ ቀብሪ እንዲና ጸኒሕና ግዲ እሞ እንታይ ደኣ ንበሎ እዚ ቀይሕን ጻዕዳን ጸብሒ ዎው ንስኻ ኣብ ርእሲ ሓዘን ኣይሓዘን ትውስኸላ ኢኻ ተዓጢቕካ ዋ ስማዕ እስኪ እቲ ብዃሬጣ ዝተኣከበ ናይ ሓዘን እንጌራሲ እንጉዶት ሓሲብካዮ እሞ መቸም ሰብ ኣመስጊኑ ኸይዲ እዩ ወረ ገለገሊ ኣሱ ጥዑል ዘይትሰውሩ እያ ሒዛ ተዓንጊላ ንስኻስ ከመይ ማይ ኮንካ ዘይናትካ መርገም ኣይትሓዝ ስማዕ እስከ ዓንዳይ እተን ብቀዳማይ ሬስእን ካብ ወፃኢ ዝመፀ እሞ ኣብ ሓዝሓዝ ዝቀበርናየን ሰበይቲ ጓል ገዛውትና እቶም ካብ ወፃኢ ዝመፁ ደቀን ከምኡ ዝኣመሰለት ላም ሓሪዶም ዶ ነዚ ኩሉ ቀባራይ ናይ ቡፌ እንጉዶት ኣይገበረሉን እሞ እቲ ሰብ ከዓ ሓመድ ኣየስሓኖ ባዕሎም ፈልጡ ዘለዎም ተገበሮም እንታይ እትወካ ንዓኻ በል ርኢኻ እዚኣ እያ እታ ሕማቕ መልሲ እቲ ድኻ ከዓ ካብ መን ይሓምቕ እንዳበለ ደድሕሪኦም ይስዕብ ኣንታ ሓዝሓዝ እኮ ኣብታ ውሽጢ ስመራ እኮ እያ እዚኣ እቲ በዓል ርሑቕ እሲ ድሓን ከም ሻሙ ኣታ እሱኒ ዝገርመኒ ዘሎ ንሱ እኮ እዩ ዝገርመኒ ዘሎ እቶም ጎረባብትሲ ምስቶም ሰብ ርሑቕሲ ቢያቲ ክሕዙ ዳፋፉ እንታ ሕጂ ለናባይ መፂኻ ጽቡቕ እንዲኻ ዘለኻ ሓቀይ ተልየ ኣይትወስኸላ እቲ ቀደም ርኢኻ ኣለኻ ድሕሪ ቀብሪ ንቀባራይ እንጀራ ብጨው ድቁስ ብበርበረ ኣዋዘ ዕምበባ መሸላ ማይ ሂብካ ኢኻ ተፋንዎ ዝነበርካ ነቲ በዓል ርሑቕ ድማ እቲ ቤተሰብን ጎረባብትን ኣብ ገዝኡን ኣብ ካንሸሎኡን የእትዩ የዕንጊሉ የፋንዎ ንሱስ እዩ እሱ እዩ ግን ስምዓ እንዶ ኣነ ዝገርመኒ እቲ ሬሳ እኮ እቲ ሬሳ እቶም ስድራ ምስ ተረድኡ ድሕሪ ክልተ ሰሙን ይመፅዩ በል እስኪ ስጋዕ ትሬሳ ዝመጽእ እንተጸንሑሲ እንታይ ይኾኑ? ኣብቲ ኮምፒተር ዲኻ ኢንተርኔት ትብሎ ዶ መን ቀዲሙ ኣርድእ እናበሉ ዝጓየዩ ዶ የለው? ከምኡ ካሎ እዩ ኣብየት ምጡታት ኣታ ሓጢኣትና እዩ በዚሑ ዓንዳይ ዲጂታል ትብል ዊንታ ጓለይ እቲ መርድእሲ ዲጂታል ኮይኑ እሞ ሕጂሲ እዚ ቀብሪ እዚ ከምዚታት ዘቕንኣካ ዘሎ በል ንኣይ ዘፍርሓኒ ክነግረካ ከምዚ ገለ ገለ ኣፍሪቃውያን ብገንዘብ ዝቐብሩ እሞ ነቲ ሬሳ ተሰኪሞም ትዊስ እንዳበሉ ዝስዕስዑ ሃብታማት ስድራ መዋቲ ድማ ኣብቲ ሓዘን ድሕሪ ቀብሪ ባንድ ገይሮም ከመይ ዝኣመሰሉ ደረፍቲ ምፅኦም ቢራ ሓደ ሓደ ሂቦም ነዚ ሰብ ኣዘናግዕዎ ከይብሉ እየ ዝፈርሕ ይኽደነና ይኽደነና ዘይነበረ ዘይባህልና ዘይልምድና ዘይልምድና ዘይነበረ ዘይናህና ዘይልምድና ዘይኮነን ሰብ ዘምፅእ ዘሎ ንሱ እዩ ንሱ እዩ ንሱ እዩ ግን ኣነ እንታይ እብል ዘለኹ መሲለካ እቲ ወይ እውዳእቶም ስድራ ኣግፍሕ እንዳበልዎ እምበሪ እቲ ምግቢ ምግባሮም እኳ ኣይፅላኣን እዩ ዋ እቲ ካብ ርሑቕ ዝመፀ ሰብሲ እንታይ ተዓንጊሉ ዳ ክኸይድ ካበይ ክዕንገል በል ከምኣ ተኾይና ኣነ ከዓ ቅድሚ ምማተይ ክናዘዝ እዩ እንታይ እንዳበልካ ኣብ ቀብረይ እ፣ ንቀባሪ እ፣ ክልተ ጣዕዋ ሓሪድኩም ኩሉ ትባእ ዛዕባይ ክብሎ እ፣ ዝኽእል ሕሜታ ኩሉ እ፣ ኣቢሉ ከም ዝዓብሶ ግበርዎ ክብለኒ ወይለይ እምበር ከምዚ ሓሚዃስ ትፈልጥ ኢኻ ዋ፣ ንስኻ እኳ ትጅምረኒ ዋስማስ ኣብታ ማት ዘይተሓመና ድኣ መን ክሕመ እ፣ ርኢኻ ኣለኻ ኣነ ኣብ ቀብሪ ይኹን ኣብ መርዓ ሓድሽ ነገር ምግባር እዩ ባህ ዝብለኒ። በል እስኪ ደሓን በል ደሓን እስኪ በሊዕና ከነመስግንሲ ኣብ ቀብርኻ የውዕለና ወደይ። ስማዕ እንዶ
ይሕሸካ እውን እ፣ ካብ ናትካ ናተይ ምርኣይ ይሕሸካ። ስማዕ እስከ እ፣ ኣነ ዝቕረብ የብለይን እ፣ እ፣ ብለይቲ ኣብታ መረበተይ ሸኩዑ ንክትብሎም ቋ ከነባት ነብስኻ

ደሓን ዲኺ ደኣ ማሚ? ጀሪገ ዘይብሉ ባድላ ኣለዎ ባብሽ እኮ።
ካብ ኣቦኻስ ዛንታ ወይ ጉድ! ባባ ሓሪፍ ደኣ እሞ ኩላ ነፍሱ እንድያ ዛንታ። ንገረና ጥራይ ረቢ ትሽኮር። ዛንታ ናይ ዝጨብጠኒ እንተኾይኑ ንገረና ክንሰምዕ። ዋእ
ኣፍ ማማ ከመይ ረድዮ ጃም ትኣትው የለኽ በጃኽ ወድእዮ። ኣታ ንገረና እንዳ ወደይ እንታይ እንታይ ኢሉ እኮ። ዋታ ንገረና ንሰምዓካ ኣለና። ሓደ ንባባ ዝፈልጡ ወዲ ዓድና ኣብ ታክሰይ ምስ ደየበ። ታክሰይ ታክሲ ናይ ኣቡዶም ሓወይ ደኣ በል ወይለከ ከምኡ እንዳበልካ ከኣ ከዋንነትካ ተረጋግጽ። በቃ ድኽነትና ክተዘኻኽሩና ደሊኹም እወ ዘክሮ ደኣ ዝወደይ ሳላ ኣሕዋት እየ ዝኸይድ ዘለኹ በል ሃየ ደኣ ዕልለና ክምልኣልኩም ጉዳይ ንዓስኪ ናይ ኣቦኻ ዛንታ ክነግረካ ይብለኒ ውይ ኣንታ ሮቤል ወደይ ክንደይ ትሓስብ እ? ንዓናይ ገዛ ተመሳሕ ዘይትብሎ ወዲ መን ከ ደኣ ኮይኑ? ይገርመኪ እዩ ማሚ መቸም በዛ ዛንታ እዚኣ ንባባ ዘይፈልጥ ወላ ሓንቲ የለን ንዓና እዩ ግን ተኹኢሉና ነይሩ። ሃየ በል እስኪ ንገረና ኣቦኹም እኮ ኣብ ከተማ ጥራይ ኣይኮነን ዋላ ኣብ ዓዲ እውር እዩ። እዛ ጭሩ ዶ ትፈልጡ ኢኹም? ጭሩ ከይተረፈት እያ ትፈልጦ። እይ ቀደም ባባ ሎኻኺቶ ድዩ ነይሩ?
ሓቂ ማማ እዚኣ እዛ ዛንታ እዚኣ ንዓና ሓቢእክልና እምበር እዚኣ ፈጺማ ክትሕባ ኣይትኽእልን እያ።

ቀደም ሓዚላ ዓብያቶስ ሕጂ ከኣ ክትሓዝሎ እዋይ ጸሊኢላ። ምሳና ኣይኮነን ኣብ ጎና ንጋድም ክጋደም ደልዩ ኣሎ ምስኣ። ተሰቕ እንደበሉ ዋሕ ቀደም ኣብ ዓዲ ከሎ ጥሪት ኣብ በረኻ ገዲፉ መጺኡ ብኣራዊት ዘብልዕ ዝነበረ ከይኣኽሎሲ ሕጂ ከኣ ኣብ ጎኒ ወላዲተይ ቅቡርን ኢሉ ኣንታ ነታ ኣዲኡ እንታይ ገበረቶ ዘይምሕራ ኣነ ሓደ ነገር ዝገርመኒ ኣሎ ማሚ ናይዞም ንወላዲቶም ተኸኽ እንዳበሉ ዶ ሸግርዎን ኣብ ጸጋማይ ኢዶም ኣይ ላቭ ዩ ማሚ ኢሎም ዝውቀጡ ማራ እዩ ዝገርመኒ ሕጂ ከኣስ ናይ ባባ ኣታ ኣምላኽ ነዚ ከይተርእየኒስ ቀልጢፍካ ላስ ቬጋስ ውሰደኒ ክትዛረብ ማሚ እዛ ዛንታ ሳይ ትፈልጥያ ነይርክ ማለት ኣይፈልጣ ንገርና እንታይ ማሓብ ኣልኩም እየ እዚ ኮን ክኸርየኒ እዩ ዝግባእ ኣቦኹም ቀደም ካባይ ቀርቂሩ ቡንየ ሽኮርየ ክሰደላ ከሎ ርኤ ከም ዘይረኣኹ ስቕ ዝብል ዝነበርኩስ ሕጂ ከ መሊሰ ኣብ ጎኒ ወላዲተይ ክቡር እናበለ ስቕ ክብል ኣይብልን
እንታይ ከገድሽ ወበይ ኮይኑ ክርእዮ እዩ ዋላ መንገዲ ዘይቅበል ወይ ከዓ ጥዕይ ጌርና ክንከናኸኖ ምእንታ ኣብዛ ካንሸሎና ክንቀብሮ ሽዑ ማእኸሉ ኣብቲ ልዕሊ ሮዛ ፌር ጌርና ከዓ መዓልታዊ ማይ ነስትዮ ወመሓይሽ ወይለ ስምዑ እስኪ ካብ ኩላትና መን ድዩ ዝቕድም
እንታይ ደኣ ብዛዕባ ዘይንፈልጣ ዝመፅእ ዘሎ ግዜስ እንታይ ዘዛርብ ኣለና ሓቅኻ እዚኣስ ግን ማሚ ብዝኾነ ኮይኑ እቲ ብድሕሪ ቀብሪ ዝግበር ናይ ቡፌ መግብታት እታ ተስካር ትሕረድላ ካብ ሕጂ ትሒዝካ እዩ ክሕሰበሉ ዘለዎ ሓቂ ዶ ኣነ ናይ ሰብ ነገርስ ግርም እዩ ዝብለን ዘሎ ስምዕ እንዶ ማማ ድሕሪ ቀብሪ ዘሎ እንጉዶሲ ኣይሕዝንን ኣየተሓሳስበካን እዚ ኣይወ ሰብ ቀቢርካ ከይኣኽለካሲ እኽለ ማይ ከዓ ትቐብር ሽዑ እዛ ባዕልኻ ንፋስ ዘእተኻላ ህይወትካ ንድኽነት ኢዳ ዘርጊሓ ትቕበላ ኣቲ ማሚ ኣብ ገሊኡ እንዳ ሓዘን ዝስራሕ መግብታት እኮ ኢድካ ኢደ ቆርጥም ኢድካ
ዳዕበ ጓለይ ኣዛ በዳ ቆርጥሞ ክንዓኽሲ መበስ እንካ ከጸለኪ እዩ ዝደሊ በላዒ በላዒት ውን በላዒ ሃየግዳ ተስኡ ተስኡ ቦኹም ከይመጽእ ከሎ ንታ ገዛ ክነ ማሚ እባ ጉዳይ ናይ ባባ ናይ መቃብር መዕለቢ እኳ ኣይገበርናላን ዘለና ኣይገበርናሉን እውን ወዳ እያ ስኡ እንደበሉኒ ኣነ ምስ ዝምልከት ኣካል ተዘራሪበሉ ኣለኹ ምስ መን ምስ ኣባት ነብሲ ዋታ ሃለ ኣባት ነብሲ ደም ኣብ ጎኒ ወላዲትካ ክትቅበር ኢሎሞ በዓል ዶ ይኮነ ነደይ ክሕዘላ እየ ድብል ደሎ ኣብ ጎኒ ወላዲተይ ቅበሩኒ ኢልካ ከዕልብዋ ኣሎ እዩ ወይ
መቸም ኣብ በዓል ላስ ቬጋስ ከምዚ ዝበለ ኣካታዕ ጉዳይ ክህሉ ኣይፅበን እንዴ ዋ እንታይ እዩ እዚ ምርጫ ደርፊ ዋ
በሉ ኣባት ነብሲ ቦኹምስ እንዳ ዘክርናዮ ደው ኢሉ ኣሎ
ሃሎ መብራተይ ኣቲ ቅጭን ኣቲ ለባም ኣቲ በላሕ ኣቲ ሕያወይቲ ዋ
ኣንታ ሰኺርካ ዲኻ እንታይ ደኣ ብመጅሙዕ ሰላምታ ደርጒሕካለይ ደሓን ዲኻ ዓንዳይ? እንታይ ድኣሞ ክገብር ሕጂ ከኣ ምስ ደቦጭ ተባኢሰ እሞ ንዓ ሸምግለና ንዓዓ ገበሎ ከይትብልኒ እኮ እየ ዕርቡን ድሕልፍ ዘለኹ። ኣንታ ሕጂ ውን ካብኡ ዝሓልፍ ኣይኮነን። ዋዕ መብራት ተብዝሕዮ ደለኺ ሕጂ ዶ ኣይኮነን ምሳይ ጸኒሑ መብራተይ መብራህተይ መብራተይ ላብራቶይ ክብለ ዶ ኣይኮነን ጸኒሑ ከምዘን ኪንግ ሎንግ ዝበሃላ ናይ ናይ ሓራት ኣውቶቡስ ፋንፋን ክብል ዶ ይጸንሐ። ከምኡ ምባልስ ይሓድግን'ዩ ዝጽላእ ዘሎስ ካልእ ድኣ። ካልእ ድኣ እንታይ እሂ ምስቶም ተካላት ደቁ ገለ ኣይተቓደወን ድዩ? ኣይ ወሪድዎ ንሶም ምስ ወደይ ኢዱን እግሩን መሲሎም ይኸዱ ኣለዉ። እንታይ ትብል እንቲ ምስ ማንቸስተር ዋላ ምስ ኣርሰናል ዶስ ዋላ እቲ ናይ ህድሞ ናይ ዓዲ ኣፍሪሱ ከስርሖ ደልዩ ኣይ ንስኻ ኸኣ ናይ ሞትን መቓብርን ኩንትራት እምበር ፈሪሙ ኣብ ጎኒ ወላዲተይ ቅበሩኒ ኢሉ ጉድጓድ ኣፍሒሩ ኣሎ ብሉ ኣለዉ እዞም ቆልዑ። ዋይ ዋይ ኣንቲ ነዛ ወላዲቱ ስምበር ካብዛ እንግዳ ዓሞራ ድኣቢ ይኣኽለካ ግደፋ ዘይትብል የንቲ ዋ ህፃን ከሎ ዝገበረትሉ ከይኣኽሎስ ገና ሓዳሩ ምስ ፈለየ ከኣ ዘተዓባ ከይኣኽላሲ ግደፍ ግደፍ ዘይትብል የንቲ ሕጂሲ ኮፍ ኣቢልና ክንዛረቦ ዓገብ ትገብር ኣለኻ ክንብሎ እየ ደልየ ሕሰቦ እሞ እንተ ዓንዳ ንሞትሲ ጉድጓድ ፍሒርካ ክትፅበያ ዋይ ዶ በልልሓ ንእሽተይ ጉዳይ ኣላ ክንውድእ ከብል እሞ ድሓር ድውል ኣቢለ ንራኸብ ክብሎ። ሓደራ ክዓንዳይ መስሓቕ ዓዲ ኮይንካ ኣለኻ ካብ ዓዲ ዝመጹ ንሮቤል ወድኻ ኣብ ታክሲ ክጨርቁሉ ውዒሎም በሎ። እዋእ ኣብ ጉድጓደይ ታይ ኣተወኩም ተዘይልናስ ሕራይ ድሓን እንታይ እቲ ጉድጓድከ ናይ ክልቴኹም ገይሩ ድገፋፋሕ ኣቢልዎስ ዋላ ናይ በይኑ እዩ ገይርዎ። ወደይ ኣነ ዝፈልጥሲ ከም ናይ ሩሜን ጁሌትን ብሓንሳብ ዝቕበሩ ፍቑራት እምበር ምስታ ጦቕ ዘበልካዮ ወላዲትካሲ ቅበሩኒ ይበሃል እዩ? ሰሚዐን ርእየን እኳ ኣይፈልጥን እዝሲ። እሞ
ኣብ ዓለማዊ መዝገብሲ ክብሪ ወሰን ክምዝገብ እዩ። ቻው በሊ ከይደ እሞ ደሓን ደሓን ደሓን ከምኡ ክብል እየ ክገብር እየ እስኪ ደሓን ሕራይ። ሕራይ ቻው ቻው ዓንዳይ ሕራይ መዓር ቻው። ሕራይ

ማሚ ባባ እኮ ብጣዕሚ እዩ ዝንዕቀና ከምዚ ፅቡቅ ሓሳብ ነፈልፍል ኮይንና ኣይስምዖን እዩ። ተጋጊኻ ኣለኻ ተኢልናዮ ስቕ በሉ ንስኹም እንታይ ትፈልጡ እኳ እዩ ዝብለና ሓቁ ኣሎ ረቢ ባባ ከምዚ ኣይመሓሸት እንተልካ ስቕ ስካል ወለድኹም ዝበልኹም ስምዑ ጥራይ ይድብል እንታይ ምሃሩ ንብል ንሕና ንሱ ንወዱ ንሱ ስቕ ኢልና እንዳሰማዕናዮ እንዲና ኣብ ርእስና ሸይኑ ዘሎ ንስኻትኩም ከ በቲ ሓደ ሸነኽ ክትሪኦ ከለኻ ከዓ ወለድና ካባና ስለ ዝበልሑ ብዙሕ ጌጋታት ኣይትረኽበሎምን ኢኻ ንዓና ክብሉካ እዮም ኣብ ሃለኽለኽን ኣብ ሓሳብን ዝኣትዉ ስቕስ ከበልስኻ ነዚ ናይ መቓብር ዲኻ ብል ሓስብካ ወይሲ ድሕሪ ቐብሪ ድቕረብ ቡፌ ኢኻ ብልሒ ኢልከ? ቆልዑ ድዮም ነዚ ዝሓስቡ ዓበይቲ ዶ ኣይኮኑን ሓሲቦሞ? ኣተይ ኣስተውዒልኪ ተዛረቢ ጌጋ ድኣ ግድን እዩ ክህሉ እምበር። ዋእ ብዛዕባ ጉጉይ መንገድታት ኢና ክንዛረብ ዘለና እምበር ጽቡቕ ባህልን ልምድን ድኣ እንታይ ክንዛረበሉ? ደይ ንስኻስ ከምኡ ኢኻ ዋላ ኣብቲ ጎኑ መቓብርካ ፍሒርካ ትህሉ። ወታ ስቕ እንዶ በሉኒ ስቕ በሉ በጃኹም ኢለኩም ኣነ ይሓምም ኣለኹ። ጸበል ንክድቅስ ደልየ ኣለኹ። ኤእ ዋእ ማማ ዋእ ጉድጓድ ተፋሒሩ እንዳ ሰማዕኽሲ ሓሚመ ጸሚመ እባ ኣይትበሊ። ውይ ኣንታ ረቢ በጃኻ ኣይተፍርሓኒ ዋእ እሱ ናይ ባባ እዩ ባባ እውን እኮ ክፍለየኒ ይደልን እየ ኣንታ ረቢ ሓወይ ብጃኻ እዛ ጉዳይ ገለ ጌርካ ዕጸዋ ኣነ ባባ ካብ ቅድሚ ዓይነይ ክፍለ ይደልን እየ ብጃኻ ኣጆኺ ሞት እኮ ከም ዝደለኻዮ ኣይኮነን ባዕላ ከም ሰራቒት ስራሕ ኢላ ክትመጸና እያ ኣነ ዝገርመኒ ዘሎ ግን ናይ ኣቦኹም ታህዋኺ። ከም ሰሚዐ ዘይፈልጥ እኽሊ ኣጥሒንኩም ኣጽንሑለይ ከይብለና እኮ እየ ፈሪሐ ዘለኹ። ውይ ኣቶ ረባ ሓወይ በጃኻ ቱፍ በሎ ተገደደ ገደደ ኣነ ላስ ቬጋስ ክሳብ ዝኣቱ ክጸንሑ ኣለዎም ማሚ ምሽ ባዕለኹም ኢኹም ናብ ኤርፖርት ተብጽሑኒ ኣነ ድማ በርዝደየይ ምስ ኣኸለ ናብታ ናይ ኬፋት ዓዲ ግድን ክጽውዖም ኣለኒ በጃኹም ካብዛ ሕልሚ እዚኣ ከይትኸልፉኒ ስምዑ እዛ ጉዳይ ኣብ ቅድሚኡ ከይተልዕልዋ ዓንዳይ ስለምንታይ ከምኡ ገይሩ ኮፍ ኣቢልና ክንላዘብ ኢና ኢልኒ ስለ ዘሎ ስቁ እሞ እቲ ማሚ ኣቢ ዓንዳይ እውን ኣብ ጎኒ ወላዲቶም ጉድጋድ ፍሒሮም ከይህልዉ ማለት ተሰማሚዖም ዝገበርዎ ከይከውን ኣታዓቅኻባ ዋ ጀምዓ ኮይናስ ሓደ ታሪክ ንፍጠር ኢሎም ከይኮኑ ዶ
ጀምዓ ኮን ካብ ሓንሳእ ሚትካስ ብሓንሳብ ከኣ ክትቅበር ኩሉ እኮ ነናቱ ግዜ እዩ ዘለዎ ጥራሕ እዛ ዝብለኩም ግበሩ ባዕሉ ከየልዓለልና ከይትዛረቡ ስቕ ቀስ በላ ባባ መፂ ኣሎ ቀስ በላ ብእግሩ እምበር ኣይምፃእ ብእግሩ እምበር ብታክሲ ደኣ ሞሮባ ሓዊ ምሳና ዘይኮነ እንደሎ መዓልኩም
በዓልኩም እባታ ዓሕ ተቐረፅ እውን እኮ መልሲ እዩ ማሜ ድሓን ዲኻ በልዮ ኮሱ ኳዓስ እዚ እዩ ዘሎ ሓሚሙ ኣሎ ኣንተ በዓል ፈልጥ ዋላ ዝንግሪ ይምሰል ኣነ ንባዕሊ ፈልጥ ኣቲ ማማ ንስኺ ድሓን ኢኺ ንሱ ግን እንታ ደሙ ከይትለዓሎ ወል ኣቲ ማማ ንስኺ ኩሉ ትርድእን ክትፃውርን ስለ ትኽእሊ ንሕና ንዓኺ ኢና ክንዛረብ ንኽእል ከይኮነ ወግን እኳ እዩ

እናተቆንዘኾስኮቶስ ቁጡ ዓቢ እምኒ ጽቀጥኩም ኣይይይይ ዋይ እዋ ኣንታ ጽቂጦም ኣይይይይ ውይ ውይ ውይ ኪዱ እንታይ ኢኻ ኮንካ ሕክምና ዶ ክንወስደካ በልዎ ኪዱ ኣቲ ማሚዮ ድሓን ብጃኺ ደስ ክብሎ ንስኺ በልዮ ኣነ ከዓ ከምታ ትግጥም እያ ጥዕምቲ እውን ከስተ እየ ኪድ ሞስኻ ቁርሲ ቡና ምስ ቃላ ወይ ታሕቲ ኣነ ከዓ ገዛ ዓይነት ዕፉን ከምፅእ እንዲ ቶቅ ተርጉሮ ከነብላ እየ ሸይጣን ብሃኸ ይብሎ ማሚዮ ብጃኺ በቃ ኩልኹም ንዓይ ኢኹም ትብሉኒ ምሽ እታ ልበይ ስለ ትፈልጥዋ ዲኹም ከምኡ ትብሉ ዘለኹም ደሓን ደሓን ደቀይ ንዕና በቃ
ንሓንቲ ካ ተልክዮ ብድድ ክብል

ተጸሊእካ ድዩ? እወ እወ ተጸሊእኒ መብራህተ። እንታይ ጠዓኻ? ካብ ስራሕ ብኽንደይ ሓይሊ እየ መጺኤ። እሞ እንታይ ኮንካ ዘይትድውለለይ ኣታ ባቢ ከምጻካ? ንምንታይ ደይ ታክሲ ሒዘ ንወለደይ ዘይከውን ደይ ኣነ? እዋይ ስራሓ ከይሓልፈካ ኢለ እንድየ ስራሕ ሎሚ'ዩ ገንዘብ ከኣ ካብ ሕጂ ኢኻ ክትሕዞ ዘለካ። ውይ ኣታ ባባ ገንዘብ ከጸልለካ ድዩ ትደሊ ንሕጂ በል ሓረይ ጉዳይ ጥዕናኻ ግበር ገንዘብ ስለ ዘሎ ዶ ኣይኮነን እ? ኣነን ኣዴኹም ናብ ሳንዱቕ ዝተቐርቀረት ኣንጭዋ ክንመስል ንስኻትኩም ናይ ግሮሰሩ ደማሙ መሲልኩም ዘለኹም
እሞ ሕክምና ይውሰድኻ እምበር
ኣይከይድን እየ ሕክምና ትበሃል ከይትወስዱኒ ኣብዛ ገዛ እያ ዝመውት እዚኣ ቃል እያ ቃል እያ እዚኣ ዋ ሕጅስ ኑዛዜ ዶ ኣይበዝሐን ባባ ኣብ ጎኒ ወላዲተይ መቓብራ ፍሕሩለይ ኢልካስ ሕጂ ከኣ ቃለይ ሓልዉለይ ዋእ። እህ
መን መን እዩ ጉድጓድ ዘፍሕር ኣነይ እንታይ ክኾነኒ ደኣ ጉድጓድ ክፍሕር ወርቂ ዶ ኣለዎ እዩ እቲ ኣፍክስካ እክቢ ወደይ ባባ ዘረባ ኣጽንሓልና እሞ ንኺድ ሕክምና ዘጥቕጥደምካ ብኣግኡ ክንፍውስ ኣለና ኣጥርሻ ኣወዳእያ እብለካ ኣለኹ ኣወዳእያ ገና ዘረባ ዘለዋ ትመስል ዘላ ኣወዳእያ ኣብታ ጉድጓድ ኣነ ክእትወኩም የብለኩም ኣነ እ ፀቕጢ ዘረባ እምበር ፀቕጢ ደም የብለይ ኣንታ ዘረባ እንደ ይጽንሓልካ ሕክምና ክወስደልካ ኣለካ ኣሎ ዕጭ ካብለክ ኣለኹ ኣነ ወይለይ ክትብላ ይጸንሕካ ዕጭ ይበል ዕጭ ካብለክ ኣለኹ እ ተደልየ ይበል ተደልየ ኣይብልን ከም ድላየ ኣነ ከም ድላየ እ ወ ሽክም
ሄሎ ዓንዳይ ሃሎ መብራት ዓው ኣብልያ ስፒከር ግበርያ ላውድ ከመይ ውዒልካ ደወጭ ኣትዶ
ቴሌፎን እንዲ ኣብያህኒ ሓንቲ ቆልዓ ኢኻ ተዓፅያ ትብለኒ ኣላ እወ ተዓፅያ ትኸውን እያ ደዊት ተጸሊእዎ ገዛ መጺኡ ኣሎ እታ ጥቕጢ ደም እያ በርቲዓቶ ምስለኒ። እሞ ቀልጢፍኩም ሕክምና ውሰድዎ ነዛ ሞት ይደልያ እንድዩ ዘሎ ውሰድዎ ናይ ንሕክምና እዚ ተበላጺ ከዕርፍ እንድዩ ደልዩ። እንታይ እዩ ዝብል ዘሎ?
ዋእ ትሰምዕኒ ደለኺ መብራት ብንጉኡ ኣትሒዙ ኣብ ናተይ ቀብሪ ጣዕዋ ሓሪድኩም ንቀባሮ ኣዕንጉሉለይ እእንጉድዎም እዩ ክብለኒ ጸኒሑ ስቕ ኢሉ ዓጀውጀው ክብል። ዋእ እንታይ ዝበሎ ሃለውለው እዩ ዝኸ ዋእ ተስካር ተረኺቡሲ ኣብ ቀብረይ ጣዕዋ ሓሪድኩም ንቐባሮይ ቀይሕን ጻዕዳን ኣብልዕሉ ኢልካ እወ
ኣክንዲ ሕማቕ ረኺብኩም ኢሉ ዘጸናንዓኒ ንህልኪ ብናይ ዘመድካ ቀብሪ ቀኒኤ ዓብየት ኣብኡ ዝበላዕናዮ እንዳበለ ዓጀው ክብል ውዒሉ ኣነ ከምኡ ኢለ ኣተሓሳዊ ልኽበኛ ንስኻ ብወዲ ሓወቦኻ እኳ ዘይሓዘንካ ኣብቲ ቀብሪ ጎረሮይ ቃዕ ኢላትኒ ሓንቲ ብርለ ኣስትየ ንዝበልካኒ እታ ድኻ መደኽዳኽ ዋው
ዳሓን ዳሓን ዳሓን ዓንዳየ። ከምኡ እንተኾይኑ ከኣ እንታይ ዶ ክንገብር ኢና ምስ ኣምላኽ ዶ ክንበኣስ ኮና ኣብ ጎኒ ወላዲቱ ዶ ፓላሶ መቃብር ኣስርሑ የለ። እሞ ደላያ እንተኾይኑ ደኣ እታ መቃብሩ ኣጸራሪኹምሉ ጽንሑ እምበሪ ኣነ እንተርከብክዎ ጽቡቕ እንተዘይርከብክዎ ግን ኣብታ ገነት ወይ ከኣ ኣብታ ሓንቲ ንራኸብ በልዮ። ታይ ዳኣ ክንብል ኣንቲ መብራት ታይ ዳኣ ክንብል እሞ። ሕራይ ዓንዳየ ቻው ቻው።

ንሱ ጥራይ ዘይኮነ ምሳይ እውን ኣይተላዘብካ ከም ሰብ ሓዳር መጠን እኳ ኣብ ጎነይ ወይ ኣብ ጎንኻ ከይከውንሲ ምስታ ብንእስነትካን ብቆልዓኻን ጠቕ ዘበልካያ ወላዲትካስ ተሓዚልካያ ክትመውት ደሓር ከታባቢ ስኻስ ከም ዓብን ክቡርን ወላዲ ንስድራኻ ኣክንዲ ትሕግዝን ትምዕድንሲ ድሕሪ ቀብረይ ጻዕዳን ቀይሕን ሂብኩም ነቶም ቆባሮ ሃብዎም። ኣብ ቀብረይ ላም ክትሕረድ ኣለዋ ክትብል። ንሞስ እንታይ ትምኒት ከተደልይዋ እዩ ባዕላ ክትመጽእ እንዳ። ድሓር ከኣ ከምዚ ዓይነት ሕማም ሒዝካ ሞት ምምናይ ከባድ እያ።
ክመውት ድየ? ዋእ እንድዒ
ንነብስኻ ሕተታ። ክትሞቲ ዲኺ ደሊኺ ክንድዚ ተዕገርግሪ ዘለኺ ኢልካ ሕተታ። እሞ ኣነ ደኣ ክመውት ዘይደሊ ባቢ ኣምላኽ እኮ ነቲ ሰናይን ጽቡቕ ግብርን ሰዓብዎ ነቲ ሕማቕ ሓሳብን ሕማቕ ተግባርን ከኣ ሓይብዎ እዩ ዝብል እወ ተመነዩ ክህበኩም እየ ጽቡቕ ዝተመነየ ጽቡቕ ከም ዝረክብ ከኣ ተገሊጹ እዩ ዋው ዋው እሞ ንዓይ እኮ ከምቲ ኩሉ ግዜ ዝስምዓኒ ዝስምዓኒ ዘሎ እምበር እ፣ ስማዕ እዚ እኮ ናብ ሞት ኣሕሊፉ ዝህብ ኣይኮነን እንታይ ይፍለጥ ብልብኻ ዶ ጉድጓድ ፊሒርኩምለይ ጽንሑ ይበልካ ንልብኻ ደኣ ስምዓዮ ዎ ተኣልያ ሰበብ ይብል መሓመድ ዓርከይ እ በሉ እ ንዓይ ኩሉ ነገር ተረዲእኒ ኣሎ ባቢ በል ሞትሲ መጺኣ ኣላ ሌሽ ከዓ ይብል ተስፋይ ወደኮይ ደድሕሬኻ ተመጸትከ ናብ በረኻ ዓድና ሃድር
ከተምልጥ እታ ትፈትዋ ኣዴኻ እታ ብርኽቲ ወላዲትካ መታን ክትምርቐካ ኢልካ ኣብ ጎና ጉድጓድ ፈሓሩለይ ዝበልካኸ ትሰደካ ዶ መስለካ? ቱፍቱፍ ኣይኮነን ሕጂ ይቕረ በለለይ በሉ እታ ጉድጓድ ድፈንዋ ወይ ድማ ናብ ካልእ ሰብ ኣማስሕዋ ኢልካ ሕጂ ናብ ዓዲ መልእኽቲ ለኣኽ። ኤእ ባቢ ንሳስ ዕርቡን ቃላት ሒዝካላ ኢኻ ቃል ቃል መቕቱል ትብሉ ባዕልኹም።
እወ መብራህተይ በለ ኣነ ይናሳሕ ኣለኹ እይ ንወላዲተይ ስለ ዝናፈቅኩዋ እየ ኣብ ጎና መቓብር ኣዚዘ እሞ ሃየ ዝተመናኸዮስ መፀካ ኣሎ ሕማቕ ቆሎሲ ቀልቀል ይበልዕ እምሉ ነብሰይ ኣለኺ ዲኺ ቤትኪ ዲኺ እ? ኣለኺ ዲኺ እ? ነብሰይ ኣለኺ ዶ ምስ ጥዕናኺ ረግመኩም እንዲ ሓሲበ መርገሙን ገዲፈ እየ እባ ናትካ መቓብር እኮ እያ ተፋሒራ ዘላ ናይ ድፈንዋ